ሎሚ ንመሃሮ ትምህርቲ እግዚኣብሔር ኣምላክ ተመስገን ይኹን እቲ ዋና ኣርእስትና ኣብ ኣብ ዘዳግም እዩ ኣብ ዘፃት ይቕሬታ ግን ካብኡ ሕልፍ ሕልፍ ኢልና ሓደ ሓደ ነገር ክንርኢና እግዚኣብሔር ኣምላክ ተመስገን ይኹን ዘፃት ዕስራን ሰለስተን ዘጸኣት ዕስራን ሰለስተን ካብ ቁጽሪ ዕስራን ሓሙሽተን ክሳብ ዕስራን ሽዱሽተን እሱይ እቲ ኣርእስትና ግን ቅድሚኡ ሓደ ሓደ ነገር መከብ እየ ማለት እዩ እቲ ኣርእስተይ እንታይ እዩ ጎይታ ይባረክ ንእግዚኣብሔር ምግልጋል ዝብል እዩ ጎይታ ይባረክ ንእግዚኣብሔር ምግልጋል ንእግዚኣብሔር ምግልጋል ከመይ ዕድሎት እዩ ናይ እግዚኣብሔር ባርያ ምኻንሲ ከመይ ዘሐጉስ እዩ ኣሕዋተይ እግዚኣብሔር ሲ ሰብ ሲ ኣብዛ ዓለም እዚኣ ሲ ንእሽተይ ሽመት ሒዙ ከመይ እዩ ዝሕጎስ ነዚ ሓላፊ ኣስር ኣለቃ ኮይኑስ ከመይ እዩ ድግስ ዝገብር ከመይ እዩ ሓጎስ ዝገብር ንሕና ግን ነቲ ሰማይን ምድርን ዝፈጠረ እግዚኣብሔር ነቲ ኩሉ ዝኽእል ነቲ ኤልሻዳይ ነቲ ነቲ ነቲ ዘሎ ኣምላኽ ባርያ ኮይና ክነገልግል ነዚ ጽውዒት ስለ ዝረኸብና ክብሪ ንጎይታ ይኹን። እዚ ድማ ኣሕዋተይ ካብ ክእለትና ካብ ሓይልና ወይ ካብ በቕዓትና ወይ ካብ ተፈላለየ ዘይኮነሲ እግዚኣብሔር ንዓና ንዓና ጸውዒና ንዓና ፈትዩ ስለዚ እግዚኣብሔር ኣምላኽ ተመስገነ ይኹን ኣብ ቀዳማይ ቆሮንቶስ ሓደ ዕስራን ሽዱሽተን እንታይ እዩ ዝብል እቲ ጽውዒትና እንድዩ ዝብል ብዛዕባ ጽውዒት ኣምላኽሲ ክቡር ጽውዒት እዩ ጸዊዑና። ድሕር ነቲ ጽውዒት እንተ ርኢናዮ ብዙሓት ስልጣናት ኣለዉ፣ ብዙሓት ጨዋታት ኣለዉ፣ ብዙሓት ሊቃውንቲ ኣለዉ፣ ብዙሓት ፕሮፌሰር ዶክተራት ኣለዉ፣ እግዚኣብሔር ግን ንዓና መሪጽና ኣሕዋተይ። ስለዚሲ እዚ ዕድል ስለ ዝረኸብናሲ ዓቢ ዕድል ዓቢ ዕጫ ስለ ዝበጽሓናሲ ንእግዚኣብሔር ክብሪ ክንህቦ ኣለና። እምበር ብዙሓት ኣለዉ እኮ ካባና ንላዕሊ ዝተዓጻጸፉ ብ ብትምህርቲ ድዩ ብሃብቲ ድዮም ብዙሓት ኣለዉ ግን እግዚኣብሔር መሪጽና እግዚኣብሔር ኣምላክ ተመስገን ይኹን ነዚ ድማ ዝተረድኦ መን እዩ ዳዊት እዩ ኣነ መን እየ ቤተይከ ዝበለ ስለዚ ኣነ መን እየ ቤተይከ እንታይ እያ እግዚኣብሔርሲ ኣነስ መን እየ ቤተይከ እንታይ እያ እግዚኣብሔርሲ ልዕል ዝበለ መዓርግ ጀነራል ክህበና ከሎሲ እዚሲ ካብ ጎይታ ኮይነልና እዩ እሞ ክብሪ ኩሉ ንጎይታ የሱስ ክርስቶስ ይኹን ስለዚ እዚ ጽዋዓ እዚ ግዝያዊ እዩ ግዝያዊ ኣይኮነን እዚ ጽውዓ እዚ ጽውዓ እዚ ሴማያዊ እዩ ሰብ ናይ ምድሪ ናይ ምድሪ ጽዋዓ ንግዝዩ የሕዋተይ ንግዝዩ ይሓልፍ እዩ ድሙ ናሕና ግን ሴማያዊ ሴማያዊ ስለ ዝኾነ ንዘልኣለም ዝነብር እዩ እግዚኣብሔር ኣምላኽ ተመስገን ይኹን ኣብዚ ጸው ኣብዚ ነገርግሎ ኣለና ላዕሊ ኼድና እውን ክነገልግሎ ኢና፣ ክንሰግደሉ ኢና፣ ክነምልኾ ኢና፣ ክብሪ ክንህቦ ኢና። ስለዚሲ እቲ ጽውዒትናሲ ኣብዚ ደው ዝብል ኣይኮነን። ናይ ዓለም ግን ንጊዜኡ እተወሰነ እዩ። ምስ ሓለፈ በቃ ኣኺልዎ እዩ። ናትና ግን ዘለኣለማዊ እግዚኣብሔር ኣምላኽ ትመሰል። ስለዚሲ ኣብቲ ሰማያዊ ስፍራሲ ግደ ቦታ ወይ ድማ ርስቲ ኣለና። እግዚኣብሔር ኣምላኽ ተመስገን ይኹን። እቲ ናይ ግ- እቲ ናይ ዓለምሲ ዝጽምብል ወይ ድማ ዝቕምስል ጊዜያዊ እዩ። ናህና ግን ሴማያዊ እዩ። እግዚኣብሔር ኣምላኽ ተመስገን ይኹን። ስለዚ እግዚኣብሔር ኣምላክ ተመስገነ ንመንግስቱን ንክብሩን ኢና ተጸዊዕና ንዓናሲ ካህናት ገይርና ንዓናሲ ፍሉይ ህዝቢ ገይርና ንዓናሲ ጥሪቱ ገይርና እግዚኣብሔር ኣምላክ ተመስገነ ይኩን እዚ ድማ ካብ ጎይታ ስለ ዝኮነ እዚ ንእግዚኣብሔር ክብሪ ክንህቦ ኣለና እግዚኣብሔር ኣምላክ ተመስገነ ይኩን ነዚ ዝተረድኦ ሃዋርያ ጳውሎሲ ኣብ ኤፌሶን ኣርባዕተ ካብ ሓደ ክሳብ ኣርባዕተ ድሕር ኣንቢብኩሞሲ ደጊም ኣነ እሱር ብጎይታ ነቲ ተጸዋዕኩምሉ ጽውዓት ብቁዓት ኮንኩም ክትመላለሱ እምዕደኩም ኣለኩ ብቑዓት ኰንኩም ክትመላለሱሲ እምዕደኩም ኣሎኹ። ነዚ ዝተጸዋዕናሉ ጽዋዕሲ ሸለል ምእንቲ ኸይንብሎ፣ ነዚ ዝተጸዋዕናሉ ጽዋዕሲ በቃ ከምዚ ቐሊል ነገር ከይንገብሮሲ፣ እንታይ ይብሎም ኣለዉ? ንኤፌሶን ከማንሲ እምዕደኩም ኣሎኹ። ስለዚ ኣሕዋተይ፣ ነዚ እግዚኣብሄር ዝሃበና ሸለል ክንብሎስ ጽቡቕ ኣይኰነን። ቃል ኣምላኽ ሸለል ዝብል እንታይ እዩ ይብሎ? እተረገመ ይኹን እዩ ዝብሎ። ስለዚሲ ነቲ ክቡር ሰማያዊ ዝዀነ ኣቦና፣ ጎይታ ጎይትት ዝኾነ ሲ ናቱ ኣገልጋሊ ክንከውን እዚ እግዚኣብሔር ስለ ዝመረጸና ስለ ዝሓረየና እንታይ ክንኮን ኣለና ብጥንቃቄ ክንሕዞ ኣለና ክሳብ መጨረሻ እግዚኣብሔር ኣምላክ ዝተመስገነ ይኹን ስለዚ ሸለል ክንብሎ ጎይታ ኣይደልን እዩ ማለት እግዚኣብሔር ኣምላክ ተመስገነ ይኹን ስለዚ ነቲ ጸዋዕናስ ክንፈልጦ ኣለና ጸውዕትናስ ካብ ኣምላክ እዩ

ክትሰናሰኑ ክትሕጎሱ ኣለኩም ናይዚ ዓለም ኣይትርኣዩ በቃ ስለዚ ኣብ ውሽጥኹምሲ ኩቡር ነገር እዩ ዘሎ እግዚኣብሔርሲ ፍሉይ ኣቕሓ ጌሩ እዩ ጸዊዑና ከምቲ ንሃዋርያ ጳውሎስ ንስኻሲ ፍሉይ ኣቕሓ ንኩቡር ኣቕሓ ዝበሎ ንሕና ድማ ኩቡራት ኣቕሓት ኢና ኣሕዋተይ ኣቕሓናሲ እቲ ዝኸበረ ኣቕሓሲ ኣብ ምንታይ ኢና ነቐምጦ ከም በዓል ወርቂ ገለ መለሲ ኣብ ጽቡቕ ቦታ እዩ እቲ በዓል መንከሽከሽ ገረመለ ከኣ ገለ ኢና እናቋምቱ ኣይኮነን ኣሎ ንሕና ድማ እግዚኣብሔር ኣምላኽ ተመስገን ክቡራት ንሕ- ክቡር ንጽዋዕ እዩ ዘለና ማለት እዩ እግዚኣብሔር ኣምላኽ ተመስገን እዮም ስለዚ ጎይታ ይባረክ ስለዚ ነዚ ዘለናዮ ሲ- አ- ካብ ዘለናዮ ሲ ዝበለ- ካብ ዘለናዮ ሲ ናብ ዝበለፀ ኢና ተፀዊዕና ሓደ ግዜ ሲ ቢሊ ግርሃም ትፈልጥዎ ኢኹም ኣገልጋሊ ናይ እግዚኣብሔር ሰብ እዩ

ኣነ ግን ዘለኹ ናይ ዘልኣለም ኣገልጋሊ ኢሉ ክኣቢ ከሎ ንርኢ። ሽለዚ ኣሕዋተይ እንታይ ክብለኩም ኢለ እዚ ጽውዓና እዚ ንርኣዮ። እቲ ዝተጸዊዕናዮ ዘለና እዚ ክቡር ነገር እዩ፣ ረዚን ነገር እዩ ኣሕዋተይ። ስለዚሲ ነስተብህለሉ ናብኡ ድማ እናቐለልኩ ክብለኩም ኢለ እግዚኣብሔር ኣምላኽ ተመስገን ይኹን። ስለዚሲ ንመንግስቱን ንኽብሩን ኢና ተጸዊዕና ማለት እዩ። እግዚኣብሔር ኣምላኽ ተመስገን ይኹን። ስለዚ ቃል ኣምላኽሲ። ነቲ ዝተጸዋዕናሉ ምላሽ ክንህብ ግን ናትና ግደ ኣሎ ወይ ድማ ናትና እጃም ኣሎ። ጸዊዕና ኣሎ እንተ ኣቢናዮ ግን ናትና ናትና ጉድለት እዩ ማለት። ስለዚ ንሕና ክንገብሮ ዝግብኣና ስለ ዘሎ ክንጥንቀቕ ኣለና። ጽዋዓት ብዙሓት እዮም ሕሩያት ግን ሒደት እዮም። ስለዚ ካብቶም ሕሩያት ክንኮን ድማ እግዚኣብሄር ይደግፈና። እግዚኣብሄር ጸግኡ የብዝሓልና። ስለዚ ትማሊ ይዝምሩ ነይሮም ትማሊ ይስዕስዑ የሸብሽቡ ነይሮም ትማሊ የምልኹ ነይሮም ዘይኮነሲ ክሳብ መጨረሻ መወዳእና ንኣባ ከምኡ ክንከውን እግዚኣብሔር ይርድኣና ስለዚ ኣብ ራእይ ዮሃንስ ዓሰርተ ሸውዓተ ዓሰርተ ኣርባዕተ እንታይ ይብል መስለኩም ጽሩይ ጽውዓትን ሕሩያትን ሕቡናት ድማ ክንስዑር እዮም ይብለና እግዚኣብሔር ኣምላኽ ተመስገን ይኹን ስለዚ ኣሕዋተይ ኣብቲ እግዚኣብሔር ዝሃበና ቦታ እሙናት ኮይና ነገርክ ኣብቲ እግዚኣብሔር ዝጸውዐና ትንኣሽ እዚኣ እሙናት ንኹን ኣብ ቤት ኣምላኽ ዘይጠቅም ሰብ የለን ኩላትናስ ታለንት ኣለና ኩላትና ጸጋ ኣለና ኩላትናሲ እግዚኣብሔር ዝሃበና ሓደ ነገር ኣሎ ስለዚ ነታ ነገርናስ እንታይ ነግብራ ነሽርፋ ከምቲ ዝቀበራሲ ኣይንቅበራ ምክንያቱ ጎይታ ጽባሕሲ ክጸባጸበና እዩ እዚ ግዜ ዘለናዮስ ሓጺር ግዜ ኣሕዋተይ ናይ ወዲ ሰብ ዕድመሲ ሽኸልኣ ሰምዓና ሰማንያ ስለዚ ኣብ ዘመን ህይወትናሲ ንእግዚኣብሔር ኣገልጊልና ንሕለፍ እቲ ዝበለጽ ነገር ንሱ እዩ እግዚኣብሔር ኣምላክ ተመስገነ ይኩን ስለዚ እግዚኣብሔር ኣምላክስ ናብኡ ናብኡ ክንጥምት ይርዳእና ሰብ ኣይነምክኒ ኣዋጣም ከነመክኒ ከለና ንርእስና ኢና ንጽብራ ዘለና ኣነ እኮ ከምዚ ኮይነ ዘይ ነገር ግን እዚ ኣለኒ እዚ ኣለኒ ኩላና ኣለና ግን ግዜ ሰዊእካ ዋጋ ከፊልካ ክተገልግል ጽቡቅ እግዚኣብሔር ኣምላክ ስለዚ ድሓር ድማ እግዚኣብሔር ምክኒት ኣይቀበልን ይሕዋተይ ኣዳምሲ ንምንታይ ሓጢኣት ጌርካ ምስ ተባህለ እንታይ እዩ

ቁቡል ኣይኮነን ኣይሰርሕን እዩ እግዚኣብሔር ኣምላክ ስለዚ እግዚኣብሔር ጸጋካ ዝሓለየ ይርድኣኒ ደኣ ንበል ደግፈኒ ጎይታ ንዓካ ክገድፍ እግዚኣብሔር ኣምላክ ሓግዘኒ ክንብል እግዚኣብሔር ጸጉኡ የብዝሓልና እግዚኣብሔር ኣምላክ ተመስገን ይሁን እግዚኣብሔር ኣምላክ ተመስገን ይሁን ናብታ ንኣርስና ክነብል ኢና ማለት እዩ ኣብ ዘጸኣት እያ እታ ዋና ኣርእስተይ ንእግዚኣብሔር ምግልጋል ዝብል ዘጸኣት ሲ እንታይ ይብል? እስኪ ኣብ መደላይ ቀጺልካ ፓስተር ካብ ሰላሳ ካብ ዕስራን ሰለስተን ዕስራን ሓሙሽተን ዕስራን ሽዱሽተን
ንእግዚኣብሔር ኣምላኽኩም ኣገልግሉ ንሱ ኸኣ ካብ ንሱ ኸኣ እንጌራኻን ማይካን ኪባርኸልካ እዩ፣ ሕማም ከኣ ካብ ማእከልካ ኪርሕቕ እዩ። ካብ ሃገርካ እተዋግር ወይ መኻን ሰበይቲ ኣይክትርከብን፣ ፍቕዲ መዓልትታት ድማ ኪመልእ እዩ፣ ናብቶም እትመጾም ኵሎም ህዝብታት መፍርህን ኣብ ቅድሜኻ ክኸይድ ከሸብሮምን ድማ እየ፣ ንዅሎም ጸላእትኻ ኸኣ ካብ ካባኻ ከም ዝሃድሙ ኽገብር እየ። ንሌዋውያንን። በቃ ፓስተር ይስዕብ ጌታ ይባርክ ስለዚ ንእግዚኣብሔር ምግልጋል ሲ ዘምጽእ በረከት ኣሎ ኣሕዋተይ በረከት ብዙሕ ዓይነት ኣሎ እቲ ሓደ ሎሚ ንሪኦ ንእግዚኣብሔር ብምግልጋል ዝመጽእ በረከት ኣሎ የሕዋት ሓቢሮም ክነብሩ ክነብሩሲ ክንደይ ሰናይን ክንደይ ጥዑምዩ ኣውድማ ሂወትን በረኸትን ኣዚዘ ይብል ኣብ ኣሕዋት ሕብረት በረኸት ኣሎ ኣብ ጸሎት በረኸት ኣሎ ኣብ ቃል ኣምላኽ ብምንባብ በረኸት ኣሎ ኣብ ብምእዛዝ ንቃሉ ድማ በረኸት ኣሎ ሕራይ እንተበልኩም እንተተኣዘዝኩምሲ ጣዕሚ እዛ መር እዚኣ ክትበልዑ ኢኹም ሕራይ እንተጺኢልካ እንተተኣዚዝካ ከኣ በረኸት ኣሎ ሎሚ ንሪኦ ግን ካልኣይ ብምግልጋል ክነገልግል ከለና ሲ እግዚኣብሔር ከም ዝባርኸና ካብዚ ሓሙሽተ ነገር ተምሪና እግዚኣብሔር ኣምላክ ተመስገነ ይኹን ስለዚ ንእግዚኣብሔር ክነገልግሎ ከለና እግዚኣብሔር ድማ ብኡ መጠን ድማ ይባርኸና እቲ ቀዳማይ እንጌራኻን ማይካን ክባርኸልካ እየ እቲ ቀዳማይ እንጀራ እንጌራኻን ማይካን ክባርኸልካ እዩ እንጌራና ብሩኽ ይኸውን ንሰትዮ ማይ ድማ ብሩኽ ይኹን እግዚኣብሔር ኣምላኽ ተመስገን ይኹን ስለዚ ኣሕዋተይ ዘገልግልን ዘየገልግልን ሓደ ኣይኮነን እቲ ዘገልግል ጽልዋ ኣለዎ ስለዚ ዘገልግል እግዚኣብሔር ዓስቢ ሂቦ እዩ እቶም ዘገልግሉ ብብዙሓት በዓል ሃዋርያ ጳውሎስ እዩ እቶም ዘይገልገሉስ ሓርስ ክኾኑይ ኣይኮኑይ እቲሲ ብልጫ ኣለዎ ኣኽሊል ኣለዎ ማለት እዩ እቲ ዘገልግል ሕጂ እቲ ቀዳማይ እንታይ ኢና ንገብር እግዚኣብሔርሲ ንትሕዝቶኻሲ ይባርኾ እግዚኣብሔር ንትሕዝቶኻሲ የትርፍርፈልካ እግዚኣብሔር ንትሕዝቶኻሲ የባዝሓልካ ኣሕዋተይ ብዘይ እግዚኣብሔር ዋላ ብዙሕ ነገር ሰሪሕና እቲ ንሕዙ እቲ እቲ ንረኽቦ ገንዘብ በዚ የእቲና በዚ ክወጽእ ይኽእል እዩ ከይተባረኸ በቃ ኣብትን ኣብትን ኣብትን ክጠፍእ ይኽእል እዩ እግዚኣብሔር እንተባሪኽልካ ግን እንታይ ዝኸውን ንብዙሓት ንትርፊ ይኾን ይትረፈፈልካ ማለት እዩ እግዚኣብሔር ኣምላኽ ተመስገን ስለዚ እግዚኣብሔር ንትሑዛና ንትሑዝታና ሲ እንታይ ዝገብር ኣምላኽ እዩ ዝባርኽ ኣምላኽ እዩ ስለዚ ንሕና ክነገልግሎ ከለና እግዚኣብሔር ድማ ንትሑዝቶና እንታይ ይገብሮ ይባርኾ ማለት እዩ እግዚኣብሔር ኣምላኽ ተመስገን እዩ ድሕር ሪኢኹም ኣብ ቃል ኣምላኽሲ ጎይታና የሱስ ክርስቶስሲ ንኽልተ ዓሳን ንሓሙሽተ እንጎጎን እንታይ ገይሩ ምስ ባረኾስ እንታይ ገይሮም ንኽንደይ ሰብ ንኽንደይ ሰብ እዮም ተመጊቦም ድሕር ርኢና ክሳብ ሓሙሽተ ሽሕ እዚ ኸኣ ብዘይ ቆልዑትን ብዘይ ኣንስትን ማለት እዩ ኦልሞስት ድሕር ካልኩሌት ገይርኩሞሲ ኣራውንድ ትዌንቲ ክሳብ ዕስራ ሽሕ ዝኾን እግዚኣብሄር መጊብዎም ጎይታ የሱስ ክርስቶስ መጊብዎም ማለት እዩ ስለዚ ጎይታ የሱስ ክርስቶስ ከባዝሕ ከትርፍርፍ ዝኽእል ኣምላኽ እዩ ዘለና ማለት እዩ ሕጂ ነታ ንእሽተይ ነገር እግዚኣብሄር እንታይ ይገብረልካ ይባርኸልካ እተገልግሎ ከለኻ የብዝሓልካ ኣትረፍሪፉ ይህበካ ማለት እዩ እግዚኣብሄር ኣምላኽ ተመስገን እዮም ስለዚ እግዚኣብሄር ገፋዒ ኣምላኽ ኣይኮነን ኣሕዋተይ ኣብ ዓለም ከማንሲ ሰሪሕናስ ናይ ወርሒ ደሞዝ እውን ኣይ ንሳቶም ካብ ኣምላኽ ግዳ ክንደየና እዩ ኣሕዋተይ ስለዚ ኣብ ዕብራውያን ሽዱሽተ ካብ ሽዱሽተ ክሳብ ትሽዓተ ድሕር ሪኢኹሞ እግዚኣብሄርሲ ነቶም ዘገልግልኩሞም ንእግዚኣብሔር ዘገልግልኩሞን ንቅዱሳን ዘገልገልኩሞን ሕጂ ውን ተገልግልዎም ዘለኹምሲ እግዚኣብሔርሲ ዝርስዕ ወይ ድማ ገፋዒ ኣምላኽ ኣይኮነን እግዚኣብሔርሲ ጨካን ኣይኮነን ኣይገፍዕን እዩ እግዚኣብሔር ነቲ ዝሰራሕናዮ ነቲ ዘገልገልናዮሲ ዋጋናስ ይህበና እዩ እግዚኣብሔር ኣምላኽ ተመስገን ይኹን ስለዚ እግዚኣብሔር ኣይርስዕን እዩ ከም ሰብ ኣይኮነን እግዚኣብሄር ኣይርስዕን እዩ፣ እግዚኣብሄር ኣይገፍዕን እዩ፣ እግዚኣብሄር ነቲ ዝሰራሕናዮ ነቲ ዘገልገልናዮሲ ደሞዝ ዝህበና ኣምላኽ የሕዋተይ ኣሜን ስለዚ ኣሜን እንታይ ክብለኩም ኢለ ከተባብዓኩም ኢለ ንቤት ኣምላኽ ንምግልጋል ደስ ይበልኩም ባህ ይበልኩም ኣሕዋተይ ደስ እንዳበለኩም ኣገልግሉ እግዚኣብሄር ኣምላኽ ተመስገን ይኹን ስለዚ እግዚኣብሄርሲ ንትሕዝቶኻ ይባርኽ ንገንዘብካ ይባርኽ ንጥሪትካ ይባርኽ ነቲ ኩሉ ነገርካ እንታይ ይገብር ይባርኸልካ የትርፍርፍ ድማ ይህበካ ማለት እዩ እግዚኣብሔር ኣምላኽ ተመስገን እዮም ሒደት ናትካ ብዙሕ ይገብረልካ እግዚኣብሔር ኣምላኽ ተመስገን እዮም ስለዚ ጅቦኻ ቀዳድ ኣይከውን እዩ ወይ ድማ ብኮንቶሲ ኣይጠፍእን እዩ ማለት እግዚኣብሔር ኣምላኽ ተመስገን እዮም ስለዚ ጎይታ ይባርኽ እግዚኣብሔር ዝባርኽ ኣምላኽ እዩ ሕዋተይ ክንባረኽ ንደሊ ዶ እስክባርኽ ኩላና ንባረኽ ከይባረኽ ዝደሊ ኣለኒ

እግዚኣብሔር ድማ ክትባርኸኪ ስለዚ ኣሕዋተይ ነቲ እግዚኣብሔር ዝበሎ ክንገብር ከለና እግዚኣብሔር ድማ ዝባርኽ ኣምላኽ እግዚኣብሔር ኣምላኽ ተመስገነ ይኹን ስለዚ ኣብ ግዜ ጥሜት እግዚኣብሔር ብተኣምራት የንብረካ ኣብቲ ዘይብሉ ነገር እኽሊ ኣብቲ ጥሜት ግዜ ናይ ጎይታ ስለ ዝኾንካ ንጎይታ ስለ ተገልግል ዘለኻ እግዚኣብሔር ብተኣምራት የንብረካ ማለት እግዚኣብሔር ኣምላኽ ተመስገነ ይኹን ስለዚ ሂወትካ ዝተባረኸ ይኹን ሰላም ይበዝሓልካ ሓጎስ ይበዝሓልካ ስለዚ ንእግዚኣብሔር ምግልጋል ሰናይ ብገንዘብና ብጊዜና ብጸጋና ብዘመና ንእግዚኣብሔር ነገልግሎ ኣሕዋተይ እግዚኣብሔር ኣምላኽ ተመስገነ እንታይ ይብል ኣብ ፊሊፒ ሓደ እዚ ሓንስ ንገርኩም ንወንጌል ክርስቶስ ዝበቅዕ ራእይ ይኹን ይብለና እግዚኣብሔር ኣምላኽ ተመስገነ ይኹን። ስለዚ እግዚኣብሔር ፕሪንሲፕል ኣለዎ ማለት እዩ እግዚኣብሔር ኣምላክ ተመስገን እዚ እቲ ቀዳማይ እቲ ካልኣይ ድማ እቲ ካልኣይ ድማ ሕማም ድማ ካብ ማእከልካ ከርሕቀ እዩ እቲ ቀዳማይ እንታይ ሪና እንጌራኻን ማይካን እቲ ካልኣይ ከዓ ሕማም ንእግዚኣብሔር ክተገልግሎ ከለካ መለከታዊ ጥዕና ይመፃካ መለኮታዊ ፈውሲ ይመፃካ ዋላ እንተሓመምካ ጎይታ ይፍውሰካ እግዚኣብሔር ኣምላክ ተመስገን ብጥዕና ክትማላልስ ክገብረካ ስለዚ እንታይ እዩ እግዚኣብሔር ኣነ ኣምላክ እየ እቲ ኣብ ግብፂ ዝነበረ ሕማምሲ ኣባካ ይቀርብን እዩ እግዚኣብሔር ኣነ ፈዋሲ ኣምላክ እየ ክብለካ ስለዚ እቲ ፈዋሲ ኣምላክ ምሳካ ኣሎ ክተገልግሎ ከለካ እግዚኣብሔር ይበፅሓካ ክተገልግሎ ከለካ እግዚኣብሔር ይድስሰካ ክተገልግሎ ከለካ እግዚኣብሔር ይትንክየካ እግዚኣብሔር ኣምላክ ተመስገን ይኩን ኣሕዋተይ እዚ ፈውሲ እዚ ኣብ ሱፐርማርኬት ዋላ ተማሂርና ክነምጽኦ ኣይንኽእልን ኢና። እዚ ግን ንእግዚኣብሄር ብምግልጋል ግን ብሓጺሩ እዚ ፈውሲ ክመጽእ ይኽእል እዩ። እግዚኣብሄር ኣምላኽ ተመስገን ይኹን። ስለዚ ብሰላም ትወጽእ ብሰላም ትኣቱ። ሕማም ካብ ኣኽራን ኣኽሪቡ ኮረብታ ድማ እንታይ ይብል እልል ይብላልካ ይብለና ጋል ቃል እግዚኣብሄር እግዚኣብሄር ኣምላኽ ዝተመስገነ ይኹን። ስለዚ ሕማም ካብ ማእከልካሲ ይርሕቕ ይርሕቕ ይርሕቕ ይርሕቕ። ኣብ ከባቢኻ ኣብ ዙርያኻ ከማንሲ ኣይጽጋዕን እዩ በቃ ስለዚ ሲ ካባኻስ ይርሕቕ እንታይ ይብል ኣብ ቃል ኣምላኽ ሲ ኣብ ድንኳንካ እከይ ዘበለ ኣይክሓድርን እዩ እዚ ድንኳንና ሲ እከይ ዘበለ ሕማም ዘበለ ሲ ኣባና ሲ ኣይቀርን እዩ ማለት እዩ እግዚኣብሔር ኣምላኽ ከመስገን እዚ ድማ ንእግዚኣብሔር ብምግልጋል እዩ ስለዚ ኣሕዋተይ እዚ ቃል ነዚ ቃል ኣምላኽ ንእመኖ ቃል ኣምላኽ እዩ ዝብል ዘሎ ነዚ እንተኣሚንናዮ ክኾነልና እዩ ነቶም ዝኣመኑ ይገሃደሎም የሕዋተይ ቃል እግዚኣብሔር ልዕሊ ኩሉ እዩ ንእመኖ ኣይንጠራጠር እግዚኣብሔር ኣምላክ ተመስገን ይኩን ስለዚ ዝጠራጠር ኣይኮነሉን እዩ ስለዚ እግዚኣብሔር ክነገልግሎ ከለና ሓይልና ይሕደስ ከም ንስሪ ንሕደስ እግዚኣብሔር ኣምላክ ተመስገን ይኩን እንዳነኣስካ ትከይድ እንዳኣረካ ዘይኮነስ እንዳኣነኣስካ እንዳጸበካ ትከይድ እግዚኣብሔር ኣምላክ ተመስገን ኣንታ ዝወዲ ሲ ከመይ እዩ ጸቢቁሉ ንብሎካ ስለዚ እቲ ዓባይ ምስጢር ንኣምላክ ምግልጋል እዩ ስለዚ ካልእ ከ እንታይ ኮን ሆስፒታል ሲ ናይ ሆስፒታል ካስተመርስ ኣይትኹንያ ናይ ሆስፒታል ዓማዊል ኣይትኺንያ እንዳ ሕማምን ኣብትን ኣብትንሲ ኣይትብልያ ትዓቢ ፈዋሲ ኣምላኽ ምሳኻ ስለዘሎ ንሱ ይበጽሓካ ማለት እዩ እግዚኣብሔር ኣምላኽ ተመስገን እዮም ስለዚ ሰብ ግን ኣሕዋተይ ከቢድ ነገር ይደሊ ምክንያቱ ዓዲ ራእሲ ክኸይድ ይደሊ ካብ ደብሪ ናብ ደብሪ ክኸይድ ይደሊ ማይ ጮለታና በዚ ተበሎ ናብኡ ከይድ ከሎ ብሓጢሩ ከሎሲ እንታይ እዩ ዋጋ ዘኽፍል እዩ ደልዩ በቃ ኣብቲ ተዘይከድኩሲ ኣይፍወስን እየ ኣብቲ ተዘይከድኩ ይብል ጎይታ የሱስ ክርስቶስ እንታይ ኢሉ ናይ ኣቦተይ ፈኩሰ እሞ ካባይ ተማሃሩ ንዑ ኣነ ከዕርፈኩም እየ ይብል ጎይታ የሱስ ክርስቶስ ስለዚ ዘዕርፍ ዝፍውስ ጾርና ዝኸበደና ጎይታ ዝፍውስ ኣለውና ማለት እዩ እግዚኣብሔር ኣምላክ ተመስገን ይኹን ስለዚ ሕዋት ኣብ ቤት ኣምላክ ኣብ ኣምላክ ጎይታ ክነገልግሎ ከለና ሲ ሰናይ ነገር ኣለና እንታይ ዝብል ዳዊት ናብ ቤት እግዚኣብሔር ንኺድ ምስ በሉኒ ሲ ተሓጎስኩ ኣብ ቤት ኣምላኽ ቀጨውጨው ኢልካ እናመጻእካ እንታይ ኢኻ ትኾን? ተሓጒስካ ትምለስ። ምስ ኣርዑትካ ክትምለስ ከለኻ ጾርካ ፈኹስካ ትኸይድ። ሰላምካ፣ ተፈዊስካ፣ ተጸናኒዕካ፣ ተባሪኽካ ትኸይድ ማለት እዩ። እግዚኣብሔር ኣምላኽ ተመስገን ይኹን። ስለዚ ንእግዚኣብሔር ምግልጋል እንታይ እዩ ትኾን ማለት እዩ? ትፍወስ ማለት እዩ። ናብቲ ሳልሳይ ክንከይድ ኢና። ጐይታ ይባረኽ። ኣብ ዝተጻሕፈትን እቲ ሳልሳይ ከኣ እንታይ ይብል ኣብ ሃገርካ እተወግር ወይ መኻን ሰበይቲ ኣይትርከብን ይብል እተወግር ክብሎ ከሎ ጥንሲ ዝኸዳ ማለት እዩ ስለዚ ንኣምላኽ ክተገልግል ከለኻሲ እግዚኣ ጎይታሲ የትረፍርፈካ ፍረ ከርስኻሲ ብሩኽ ይኹን ብመንፈሳውን ብስጋውን እግዚኣብሔር የፍርየካ ፍሬኻሲ ይበዝሕ ማለት እዩ እግዚኣብሔር ኣምላኽ ተመስገን ይኹን ንኣምላኽ ክተገልግል ከለኻሲ ዓስቢ ኣለዎ ደሞዝ ኣለዎ ስለዚሲ

ምስኡ ምቕማጥ ስለ ዝመረጽና ናይ ኣዋጽኣት ኣለና ስለዚ ንኣምላኽ ምግልጋልሲ ኣይትኸስሩን ኢኹም ዳኣ ትኸስብዎ ዳኣ እምበር ይትርፍረፈልኩም ስለዚ እግዚኣብሔር ኣምላኽ ተመስገነ ይኹን ጎይታ ትኸስበሉ ኢኻ ስለዚ ደሞዝ ኣለኹም ስለዚ ኣብ ትኸስበሉ ቦታ ኢኻ ትኸይድ ንሕና እንታይ ኢና የቄል ኣራዳ በሃል ናይ ንሕና እዚ ስለ ዘዋጽኣና እዩ እግዚኣብሔር ኣምላኽ ተመስገነ ይኹን ኣብዚ ኣለና ማለት እዩ ስለዚ ንኣምላኽ ነገልግል ከለና የብዝሓና የሰስነና ማለት እዩ። ሳልሳይ እዚ እቲ ራብዓይ ድማ እንታይ ይብል ፍቓድ ፍቕዲ መዓልታትካ ድማ ክመልኦ እየ ፍቕዲ መዓልታትካ ድማ እንታይ ክገብሮ እየ ክመልኦ እየ እዚ ማለት ዕድመ ትጸግም ማለት እዩ። ስለዚ እቲ ዝሃበካ ዕድመስ እግዚኣብሔር ክትሰርሓሉን ክተገልግሎን እንድዩ ቀልጢፍካስ ኣይትኸይድን ኢኻ ቀልጢፍካስ ኣይትእከብን ኢኻ። ምኽንያቱ ስለ ትሰርሕ፣ ዘይሰርሕሲ ቀልጢፉ ይኸይድ። ጐይታሲ ንጐይታ ምስ ተቐበልናዮ፣ ንጐይታ ምስ ፈለጥናዮሲ፣ ጐይታ ብኣና ብዅላትና ዝስርሖ ነገር ስለ ዘሎ'ዩ ኣጽኒሑና ዘሎ ኣሕዋተይ። ስራሕና ከይወዳእና ኣይንኸይድን ኢና። ስለዚ ብኸምኡ'ዩ። ስለዚ ስለ እተገልግል ዕድመ ጸጊብካ ኣገልጊልካ ከምቲ ዳዊት ኣብ ዘመን ህይወቱ ንእግዚኣብሄር ባህ ኣቢሉ ሓለፈ ዝበለ ናይ እግዚኣብሄር ነገር ወዲእካ ኢኻ ትኸይድ። ስለዚ እንታይ እዩ ዕድመ ስትጸግብ ማለት እዩ። እግዚኣብሄር ኣምላኽ ተመስገን ስለዚ። ቀልጢፋሲ ኣይትእከብን ኢኻ ማለት እዩ እቲ ዝሃበካ ግን ንጎይታ ኣኽቢርካ ክትከይድ እግዚኣብሄር ክረድኣካ ምጽላይ እዩ ስለዚ ስራሕና ወዲእና እቲ ዝሃበና ነገር ወዲእና ከከይድና ጎይታ የሱስ ክርስቶስ ነዚ እንታይ ነቲ ዝሃብካኒ ነቲ ክገብሮ ዝግብኣኒ ግብሪሲ ፈጺመ ኣብ ምድሪ ኣኽበርኩኻ ኢሉ እግዚኣብሄር ኣምላኽ ስለዚ ነቲ ዝሃብካኒ ነገርሲ ፈጺመ ኣኽቢረካስ እኸይድ ኣለኹ ወይ ኣሕዋተይ ንሕና ድማ እቲ ዝሃበና ጎይታሲ ፈጺምና እቲ ዕዮ ወዲእና ክንከይድ እግዚኣብሔር ይርድኣና እግዚኣብሔር ይደግፈና ስለዚ ግዜና ብኮንቱ ኣይወዳእ ግዜናስ ብኮንቱስ ኣይበላእ ስለዚ እቲ ዝሃበና እግዚኣብሔር ወዲእና ክንከይድ ይርድኣና ከምቲ ሃዋርያ ጳውሎስ ጉያይ ወዲኤ ዝበለ ከምኡ ክንከውን እግዚኣብሔር ይርድኣና ወይ ዳዊት ድማ ኣብ ዘበን ህይወቱ ዝተዋህቦ ግዜ ንእግዚኣብሄር ኣገልጊሉ ዝሓለፈ ከምኡ ክንከውን እግዚኣብሄር ኢዱ ይርድኣና ተልእኾናስ ብዓወት ይፈጸም ተልእኾናስ ብዓወት ይፈጸም እግዚኣብሄር ኣምላኽ ተመስገነ ስለዚ እግዚኣብሄር እቲ ዕድመ ዝህበናሲ ንዑ ክነገልግል ኢና ኣሕዋተይ ናይ ናይ እስኬስን ፈልጠና ክትሞት ኢኻ ምስ በሎ ኢስያስሲ ኡይ ኢሉ ምስ በኸየ ወይ ክዓ እግዚኣብሔር ክዓ ዓሰርተ ሓሙሽተ ዓመት ወሲኹሉ ግን እቲ እተወሰኸሉ ዓመትሲ ንእግዚኣብሔርሲ ኣየኽበሮን ንእግዚኣብሔርሲ ባህ ኣየበሎን እምበርሺ ከማን ከይተወሰኸሉ ተዝኸይድ ምሓሸ ነይሩ ስለዚ እግዚኣብሔር ዕድመ ክውስኸና ከሎ ኣሕዋተይ ንእግዚኣብሔር ነኽብር ንእግዚኣብሔር ነሐጉስ ክንከውን ኣለና ዝሓለፈ እኳ መስኪረልኩም ነይረ ንማማዚ ማማ ቅድመ ወሲኸልኪ ኣሎ እሞ እተን ዝወሰኸልኪ ሲ ሕጂስ ንእግዚኣብሔር ድኣ ኣገልግልዮ ይብላ ነይረ ስለዚ ክውስኸና ከሎ እግዚኣብሔር ዕድመ ክውስኸና ከሎ ንእግዚኣብሔር ንክነገልግሎ ኢና ኣሕዋተይ ንእግዚኣብሔር ባህ ክነብሎ ነዚ እዩ ዕድመ ዝህበና ማለት እዩ ነዚ እዩ ዕድመ ዘጽግበና ብኣና እዚ ብዙሓት ክንበጽሖም ዝግብኣና እግዚኣብሔር ዘዳለዎም ኣለዉ ስለዚ ነዚ እግዚኣብሔር ዕድመ ዝህበና ዘሎ ማለት እዩ እግዚኣብሔር ኣምላኽ ተመስገን እዮም እቲ ሓምሻይቲ ናይ መጨረሻ እቲ ሓምሻይ ከኣ እንታይ ይብል? ንጸላእትኻ ካባኻ ከም ዝሃድሙ ክገብሮም እየ። ንጸላእትኻስ ካባኻ ከም ዝሃድሙ ዝገብሮም። ምኽንያቱ ጸላእትኻስ ኣብ ቅድሜኻ ደው ኣይብሉን እዮም። ምኽንያቱ ክብሪ ኣምላኽ ተሰኪምካ ኣለኻ። ምኽንያቱ ታቦት ኣምላኽ ተሰኪምካ ኣለኻ። ምኽንያቱ ኣባኻስ ሞጎስ ኣሎ። ኣባኻስ ክቐርቡ ኣይክእሉን እዮም። ገና ንዓኻ ክርእዩ ከለዉ ኣጋንንቲ ይወድቁ። ገና ከይጸለኻ ከለኻ። ምኽንያቱ ካብ ጥበበ ኣምላኽ ዝተልዓለ ካብቲ ሞጎስ ኣምላኽ ዝተልዓለሲ ኣባኻስ ክቀርቡስ ኣይክእሉን እዮም እግዚኣብሔር ኣምላኽ ተመስገን ስለዚ ንእግዚኣብሔር ክተገልግሎ ከለኻ ጸላእትኻስ ገና ካባኻስ ይሃድሙ እግዚኣብሔር ኣምላኽ ተመስገን ስለዚ ኣሕዋተይ እንታይ ብሰላም ክንኣቱ ብሰላም ንወጽእ ብሓጎስ ድማ ደስ ይብለና እግዚኣብሔር ኣምላኽ ተመስገን ይኹን ስለዚ እንታይ ዝብለና ዘሎ ቃል ኣምላኽ ብንእስነትካሲ ንፈጣሪኻ ኣገልግል ከምቲ ዝግባኣና ከምቲ ዝግባኣና እቲ ሕጂ ጉልበት ከለና እቲ ሕጂ ጥዕና ከለናሲ እቲ ሕጂ ክንገብሮ ዝግባኣናሲ ናይ ጎይታ ነገር ክንገብር እግዚኣብሄር ይርዳኣና ኣሕዋተየ እቲ ክነግረ እቲ ክነገልግል ከለና ድማ ደስ እንዳበለና ባህ እንዳበለና ፈቲና እንዳጉረምረምና ክንሰርሕ ጽቡቅ ኣይኮነን እቶም ዘጉረምረሙ ሳብ'ዮም ተሪፎም ኣብ ምድረ በዳ እዮም ተሪፎም ኣሕዋተይ እግዚኣብሔር ብኦምሲ ባህ ኣይበሎምን እ እቶም ዘጉረመረሙሲ ኣብታ ናይ ተስፋ መሬትሲ ኣብታ ናይ ተስፋ መሬትሲ ኣይወረሱን ስለዚ ኣሕዋተይ ባህ ኢለና ደስ ኢልና ነገር ክነገልግል ከለና ኣብታ እቲ ናይ ተስፋ መሬት ድማ ንኣቱ ብዙሕ ድማ ንወርሶ ነገር ኣለና ስለዚ ቁርምሪም እንዳበልና ምንንን እንዳበልናስ ኣይነገልግል ባህ ኢለና ደስ ኢሉና በቃ ናብ ቤት እግዚኣብሔር ንኽድ ዝበሉ እንተሓጎሱ ደስ እንዳበለና ባህ እንዳበለና ክነገልግል እግዚኣብሔር ይደልየና ማለት እዩ ስለዚ እግዚኣብሔር ጸጋ ከብዝሓልና ኩሉ ግዜ ክንጽሊ ኣለና ማለት እዩ እግዚኣብሔር ኣምላክ ተመስገነ ይሁን ስለዚ እዚ ነገልግል ዝብለሉ ዘለኹ ኩላትና በቲ ጸጋ ዝሃበና ማለት እዩ ስለዚ ኣብ ቤት ኣምላኽ ኣርባይት ሎስ ዝበሃል የለን እንታይ ትብሃል ትግርኛ ስርዓት ስራ ኣልቦ ስርዓት ዝብሃልሲ የለን ኩላና ክንሰርሕ ዋላ ደኪም ካልስ ክሳብ መጨረሻ ክሳብ ጎይታ ዝወስደካ ክትሰርሕ ኣለካ ማለት እግዚኣብሔር ኣምላክ ተመስገን እዮም ስለዚ ኩሉ ግዜ ንእግዚኣብሔር ክነገልግሎ እግዚኣብሔር ይደግፈና እቲ ካልእ ድማ ኣንቶ እንታይ ኢለኩም ንኣምላኽ ዘገልግልን ዘየገልግልንስ ሓደ ኣይኮነን ኢለኩም ንኣምላኽ ድሕር ዘየገልገልካ ከዓ ብኡ ኣንጻር፣ ቀዳማይ፣ በረኸት ይጎድለካ፣ ካልኣይ ከኣ እንታይ ይብል? ናብ መርገም ከኣ የእትወካ። እስኪ ዘዳግም ዕስራን ሸሞንተን ርኣያ፣ ተስፋሓት ሓወይ እንተ በልናሲ፣ ዘዳግም ዕስራን ሸሞንተን ካብ ኣርብዓን ሸውዓተን ክሳብ ኣርብዓን ሸሞንተን፣ ድሕር ንእግዚኣብሄር ዘየገልገልናዮ ድማ እንታይ ከም ዝመጸና ድማ ክንርኢ ኢና። ዘዳግም ዕስራን ሸሞንተን ካብ ኣርብዓን ሸውዓተን ኣርብዓን ሸሞንተን።
ኩሉ ምን ኢልካ ከሎስ ንእግዚኣብሔር ኣምላኽካ ፋሕ ኪብልካ ብጽቡቕ ልቢ ስለ ዘየገልገልካዮ ነቶም እግዚኣብሔር ዝደልደልካ ጸላእትኻ ኣብ ጥሜትን ኣብ ጽምኣትን ኣብ ዕርቃንን ኣብ ኩሉ ስእነትን ክትግዝኦም ኢኻ ክሳዕ ዜጥፍኣካ ኸኣ ኣርዑት ሓጺን ኣብ ክሳድካ ከንብረልካ እዩ
ጎይታ ይባርካ እዚ ድማ እንታይ ላ ኩሉ መሊእ ኢልካ ከሎ ኣሕዋተይ ኩሉ መሊእ ኢልካ ከሎ ሲ ኩሉ መሊእ ኢልካ ንእግዚኣብሔር ኣምላካ ባህ ኢልካ ባህ ኢልካ ብፅቡቅ ልቢ ስለ ዘይገልገልካ ነቶም እግዚኣብሔር ዝሰደደልካ ፀላእትኻ ኣብ ጥሜትን ኣብ ፅምኣትን ኣብ ዕርቃንን ኣብ ኩሉ ስእነትን ክትግዝኦም ኢኻ ክስ- ክሳብ ዘጥፍኡኻ ኸዓ ኣርዑት ሓፂን ኣብ ክሳድካ ከንብረልካ እየ እዚ ድማ ንእግዚኣብሔር ድሕር ዘይገልገልና ኣሕዋተይ እግዚኣብሔር መሊእካ ከሎሲ እንደገና መመሺ ሞር ደኣ ተገልግሎ ንሕናሲ ብኣውቶቡስን ብባቡርን ትመጽእ ኔርካ እግዚኣብሔር መኪና ምስ ሃበካሲ ዶ ክትብል ገዛኻሲ ከቢድ ኣይኮነን ዶ መሺ ብዝተፈላለየ ትራንስፖርት ከፊልካ ዋጋ ከፊልካ ተገልግሎን ትመጽእ ኔርካሲ ነገርካ ምስ ጸበቐ ነገርካ ምስ መልአ ግን እንታይ ትኸውን ኩሉ ነገር መሊእልካ ከሎ ጎይታሲ ነገር ዘመልኣልካስ እንድያም እንድያም ዝበለጸ ንክተገልግሎ እዩ ዝሰየካ ግን እቲ ነገር ዝመልኣልካሲ እንታይ ትኸውን ኮፍ ትብል ሕጂ እዚ ኮፍ ምባልካ እግዚኣብሔር ባህ ኣይብሎን እዩ እዚ ብፅቡቅ ልቢ ስለ ዘይገልገልካ ድማ እዚኦም እዚ መርገም እዚ ይመጻካ ማለት እዩ ስለዚ ይሕዋት እንታይ ክብል ኢለ ንኣምላኽ ዘየገልግል ንኻልእ ተገልግል ኣለኻ ማለት እዩ ሕሪ ኣምላኽ ዘይገልጋል ኣንጻሩ ድማ ንኻልእ ተገልገል ወይ ንሕማም ወይ ንጥሜት ንጽምኣት ተገልግል ኣለኻ እግዚኣብሔር ሲ ኣብ ልዕሌኻሲ ክስልጥንሲ ኣይትገብርን ኣለኻ ማለት እዩ እግዚኣብሔር ኣምላኽ ዝመስገን ይኹን ስለዚ ንጸላእትኻ ተገልግል ስለዚ እንታይ ክብል ኢለየሲ ብዘይ ግብዝና ተጉላባት ዘይብሉ ብጽቡቕ ልቢ ካብ ጽቡቕ መቲፍ ብንጹሕ ሕሊና ባህ እንዳበለና ንእግዚኣብሔር ክነገልግል ጎይታ ይደልየና ማለት እዩ ስለዚ ዘገልግልን ዘየገልግልን እንታይ ኣሎ ፍልልይ ኣለዎ ማለት እዩ እግዚኣብሔር ኣምላኽ ተመስገን ስለዚ እቲ ነገልግሎ ድማ ባህ ኢልና ደስ ኢልና ክነገልግል ከለና ድማ

ነገልግል ኣለና እግዚኣብሔር ኣምላክ ተመስገን ይኩን ስለዚ እሕዋተይ ንክብሪ ብፍቅሪ ንክልተ ደይኮነ ንመንግስቲ ኣምላክ ክነገልግል እግዚኣብሔር ጸዊዕና እዩ ኣብ መጨረሻ ድማ ትፈልጥዎ እግዚኣብሔር ደሞዝ ኣለዎ ወይ ድማ እግዚኣብሔር ሲ ሲሉ ኣይሰደካን እዩ ኣብ ማቴዎስ ዕስራን ሓሙሽተን እንተሪእናዮ ትጎይቱ ክሾሞ ከሎ ንሪኦ ናብ ሓጎስ እቶ ክብሎ ከሎ ንሪኦ ስለዚ እግዚኣብሔር ሲ ዶሞዝካ ቃስ በካ ይህበካ ማለት እዩ እግዚኣብሔር ኣምላክ ተመስገነ ይኩን ስለዚ እቲ ባርያ ሲ ከመይ ክኮን ኣለዎ ባርያ ባርያ ክንኩን ከለና ሲ ባርያ ሲ ናቱ የብሉን ባርያ ዝከፍሎ ዋጋ ኣሎ ባርያ ሲ ዋንኡስ ኣለዎ ባርያ ሲ ንመን እዩ ዘክብር ኣምላኽ ዝበሎ ዝገብር እዩ። ብውሳኔ ናቱ ዘይኮነስ ብውሳኔ ናይ ኣምላኽ ዝኸይድ ወገን ናይ እግዚኣብሔር እዩ ወይ ድማ ሓሳብ እግዚኣብሔር ዝገብር እዩ። ናይ ሓደ ወገን ኣይኮነን ናይ ሓደ ወገን ኣይኮነን እንታይ ደኣ ወገን ናይ እግዚኣብሔር ድሕር ሪእኹሞ ኣብ ነግ ኣብ ዜና ካልኣይ ዓሰርተ ሓሙሽተ ሲ ናይ ኣሳ እቲ መጀመርያ መጀመሪኡ ጽቡቕ እንዲ ነይሩ እንታይ ክብለና ከሎ ሲ ነዲኡ ሲ ካብ መንግስቲ ክስዕራ ከሎ ነር ምኽንያቱ ናይ ናይ ኣምላኽ ወገን ኮይኑሲ ኣዲኡሲ ጣኦትን ክሳይን ትስወ ዝነበረት እንድያ ነዲኡ ክሰደና ከሎ ንሪኦ ስለዚ ናይ እግዚኣብሔር ወገን እዩ የሕዋተይ ንሕና ንሰባ ክነብል ኣይተጸዋዕናን ን እግዚኣብሔር እባ ክነብል ኢና ተጸዊዕና ሃዋርያ ጳውሎስ ዝበሎ ትዝክሩኢኹም ን ኣምላኽ እባ ክነብል ኢና ተጸዊዕና ኢሉ እቲ ካልኣይ ከኣ ሕጂ ናይ ኤሊ እንተ ሪኢኹሞ ከኣ ንኤሊ ድማ ካብ ንእግዚኣብሔር ምፍራሲ ንደቁ ፈልዩ ደቁ ሓጢኣት እንዳገበሩ ደቁ እንዳዘመዉ ደቁ ክፍኣት እንዳገበሩሲ ንደቁ ፈርዩሲ ወገን ናይ ደቁ ኮይኑ ስለዚ ወገን ናይ እግዚኣብሔር ንኹን ኣሕዋተይ ሓሳብ ናይ እግዚኣብሔር ንግበር ሓሳብ ናይ እግዚኣብሔር ንዕዘብ ስለዚ ኣብቲ ናይ እግዚኣብሔር ነገር ደው ንበል ኣብቲ ናይ እግዚኣብሔር ነገር ዋጋ የኽፍል ይሕዋተይ ግን ዋጋ ከፊልና እግዚኣብሔር ድማ ዓስብና ዝህበና ኣምላኽ እዩ ስለዚ ኣብኡ ደው ንበል እግዚኣብሔር ኣምላኽ ተመስገነ ስለዚ ባርያ ክንብል ከለና ኣገልጋሊ ማለት እዩ ባርያ ዝእዘዝ ባርያ ማለት ናይ ገዛእ ርእሱ ዘይኮነ ባርያ ማለት ድማ መላኺ ዘለዎ እዩ እግዚኣብሔር ኣምላክ ተመስገረ ስለዚ ኣገልገልቲ ኢና ኩላህና ናይ እግዚኣብሔር ኣገልገልቲ ኢና ስለዚ ንዓለም እንታይ ክንኮን ኮን ኣለና መመቀርቲ ጨው ክንኮን ኣለና እግዚኣብሔር ኣምላክ ተመስገነ ይኹን መመቀርቲ ብርሃን ነቶም ኣብ ጸልማት ዘለዉ እንታይ ክንከውን ኣለና ክነብርህ ኣለና እግዚኣብሔር ኣምላክ ተመስገነ ይኹን ስለዚ እቲ ዓቢ ኣገልጋሊ ንዓና ምሳሌ ዝኾነና መን እዩ ጎይታና የሱስ ክርስቶስ እዩ ጎይታ ኣብዚ ዓለም ጳውሎስ ከመይ ኢሉ ይጽሕፍ እዩ ንገልጾ ብትሕትና እዩ ዘገልግል ነይሩ ናይ ኣገልጋሊ ናይ ናይ ባርያ ድማ ትሕት ዝብል ልብ ትሕት ዝብል ልቢ ነይሩ እግዚኣብሔር ኣምላኽ ናይ ደቂ መዛሙርቲ እግርሱ ይሓጽብ ነይሩ ትሕት ኢሉ እዩ ዘገልግል ነይሩ ካብ ንዓይሲ ንሓወይ ይሓይሽ ዝብል ዘሎ ዘለዎ እዩ እግዚኣብሔር ኣምላኽ ተመስገን ይኹን ስለዚ ትሕት ኢልና ንእግዚኣብሔር ክነገልግል ጎይታ ይደሊ ከምቲ ዮሃንስ ንስኻ ክትዓቢ ኣነ ድማ ክንእስ ዝበለ ስለዚ ትሕት ኢልና ክነገልግሎ ከለና ጎይታ ድማ በዚ ይኸብር በዚ ድማ ባህ ይብሎ እግዚኣብሔር ኣምላክ ተመስገን ዮን ስለዚ ጎይታ ይባረክ ልዕሊ ኩሉ ድማ እንታይ እየ ክብል ዝደሊ ሲ ካብቲ ኣጎልግሎትና ንላዕሊ ድማ ጎይታ እንታይ ይደሊ ህይወትና ይደሊ ኣርያ ክንኮን ድማ ጎይታ ልዕሊ ኣጎልግሎትና ድማ ህይወትና እዩ ህይወትና ንርእሲኡ ሲ ፎርቢልድ እዩ በቃ ከይ መስከርካ ከማን ንሂወትካ ሪኦም ሲ ናትካ ሪኦም ዝመጹካ ኣለዉ እግዚኣብሔር ኣምላክ ተመስገን እዮም ስለዚ ኣካይዳና ክነጸብቅ ኣታኣታትዋና ክነጸብቅ ምክንያቱ ኣንቶይ እንታይ ኢሉ ኣምባሳደራት ኢና ናይ ጎይታ ኢና ናይ በይንና ተንኸውን ንዓና ንዓና ክጸርፉና ከለዉ ላዕሊ ግን ብድሕሬና ዘሎ ሲ ተሸኪምናዮ ዘለና ሲ ጎይታ እዩ ጎይታ እዩ ዝሓዝን ጎይታ እዩ ዝጽረፍ ስለዚ እቲ ሒዝናዮ ዘለና ሽም ሲ ከቢድ ስለ ዝኮነ ሲ ኣታኣታትዋና ኣወጻጽኣናስ ክንጥንቀቅ ኣለና ኣነ ዝገበርክዎስ ንኹላትና እዛ ቸርችሲ ከጽርፋ ማለት እዩ። ንዕኡ ዘይኮነስ ንጎይታ እውን ከሕዝኖ ማለት እዩ። ስለዚሲ እንታይ ክንኮን ኣለና? ልዕሊ ኩሉ ፎርቢልቲ ክንከውን ኣለና። እግዚኣብሔር ኣምላኽ ተመስገነ ይኹን። ሃዋርያ ጳውሎስ እንታይ ድዩ ኢልዎ ንጤሜቴዎስ ንፈልጦ እንዲና። እንታይ ኢልዎ ኣብ ከሰ ነቶም ኣመንቲሲ ኣርኣያ ብምዃን ብቃል፣ ብዘረባ፣ ብኣካይዳ፣ ብፍቕሪ፣ እሙን ብምዃን ብንጽህና ንሰናይ ገብሪ ዘበለ ርእሲ ርእሲ ኣርእይ ብም ኣርእይ ክብሎ ከሎ ንርእዮ። ስለዚ ኣሕዋትና ኣርኣያ ክንኮን ንኻልኦት ድማ ጸቡይ እዩ። ስለዚ ጎይታ ልዕሊ ኩሉ ልዕሊ ኣጎልጉሎትና ከኣ ሂወትና ክጽብቕ ኣለዎ። እግዚኣብሔር ኣምላክ ኣሎ። ስለዚ እቲ ነገልግሎ ብሓይልና ብኽእለትና ኣይኮነን ብጸጋ እግዚኣብሔር እዩ ዝ ነገልግሎ። ግን ነቲ ጽዋዕስ ሐራይ ንበሎ ነቲ ጸዋዕስ እሺ ንበሎ እግዚኣብሔር ኣምላክ ተመስገነ ይሁን ስለዚ ሕንጻጻን ኣገልግሎትን ብዙሕ ነገር ኣሎ ግን ክሳብ ሞት እሙናት ክንኮን እግዚኣብሔር ይደልየና ምክንያቱ ክንቀብጽ ኣለና ጎይታሲ መስቀሉ ኣልዒሉ ደድሕረይ ዘይስዕብሲ ንዓይ ኣይወድቅን እዩ ስለዚ ከይተወፈኻ ከይቀበጽካሲ ንጎይታ ከተገልግልሲ ኣይካኣልን ንክልተ ጎይቶት ክትግዛእ ኣይትክእልን ኢካ ስለዚ ኩሉ ሙሉእ ሙሉእካሲ ንጎይታ ክትውፈ ኣለካ ሙሉእ ሙሉእ ርእስካሲ ክትውህብ ኣለካ ባርያ ክትኮን እንድሕር ኮንካ ስለዚሲ ንቡዛሓት በረከት ክትከውን ክትውፈ ኣለካ ኣዝጋብሄር ኣምላክ ተመስገን ይኩን ስለዚ በዚ ዘሕጉሰና ሃዋርያ ጳውሎስ እንታይ ኢልዎምሲ ንኣምላክ መእዛዝ ዝብል ድዩ እንታይ ኢልዎምሲ ክትእሰር ኢካ ምስ በልዎሲ ን ንዮርሳሌም ኣይትክድ ምስ በልዎ እንታይ ኢልዎ ምእንቲ ስም ጐይታ የሱስ ክርስቶስ ኣብ የሩሳሌም ንምሟት ደኣ እምበር ንማእሰርቲ ጥራይ ኣይኰንናን ተዳልየ ዘለኹ ኢሉ ማለት እዩ። ስለዚሲ ሃዋርያ ጳውሎስ ንህይወቱ ዝቘረጸ እዩ ነይሩ። ንማእሰርቲ ጥራይ ደይኰነሲ እንኮላይ ንሞት እየ ኢሉ። ስለዚ እንታይ እዩ ዝብለና ቃል ኣምላኽ? ክሳብ ሞት ቍነኑ፣ እሙን ኩን ይብለና ኣሎ እግዚኣብሄር ኣምላኽ። መከራ ክንጸግብሲ መብዛሕትኡ ግዜ እንታይ ኢና ንብሎ ንጐይታ ክንምስክር ከለና ክቕበሎ ከሎ ጐይታ ፍቕሪ እዩ፣ ጐይታ ሰናይ እዩ፣ ጐይታ ሰላም እዩ፣ ጎይታ ከምዚ እዩ ንብሎም ግን ኣብ ክርስትና ውን መከራ ክንጸግብ ሲ ፍቃድ እግዚኣብሔር ስለዚ ሲ ዋጋ ሲ የክፍለና ማለት ክብል ኢለ እግዚኣብሔር ኣምላክ ተመስገን እዮም ስለዚ ኣሕዋተይ ኣሰር ኣሰር ጎይታ ክንስዕብ ጎይታ ይደልየና ማለት እዩ ከምቲ ጎይታ ዝሓለፎ ን ከምኡ ክንሓልፍ ይደልየና ስለዚ ጎይታ ንዓይ ከገልግል ዝደልን እንታይ እዩ ዝብለና ይስዓበኒ እዩ ዝብል እግዚኣብሔር ኣምላክ ተመስገነ ዝተመስገነ ይኹን ስለዚ ኣብ ክርስትና ጉያ እዩ ኣብ ክርስትና ብዙሕ ውጣውራድ ኣለዎ ብዙሕ ነገር ኣሎ ግን ኣብ መጨረሻ ኣብቲ ናይ ዓወት ክንበፅሕ ጉያና ክንውድእ ጎይታ ይደግፈና ስለዚ እግዚኣብሔር ኣሕዋተይ እንታይ እቲ ዓብ ነገር ከዓ እቲ ናይ መጨረሻ እግዚኣብሔር ዝፀዋዐና ሲ ንካልኦት ንበረኸት ክንከውን ኢና ሃዋርያ ጳውሎስ በዚ ነገር ዝተረድቦ ወንጌል ክንነግር ሲ ኩላና ተፀዊዕና ኢና ስለዚ ኣብ ብሓ ኦኬ ቅድሚ ናብ ወንጌል ምካድ ኣብ ሮሜ እሞ ነብጻያ ኣብ ሮሜ ሰለስተ ሮሜ ዓሰርተ ክልተ ያለ ሮሜ ዓሰርተ ክልተ ካብ ኣርባዕተ፣ ሮሜ ዓሰርተ ክልተ ካብ ሰለስተ ክሳብ ሸሞንተ፣ መጽሓፍ ዓዋዊት ከኣ። ከምቲ ኣምላኽ ንነፍሲ ወከፍ ዝዓደሎ መስፈር እምነት ገይሩ ደኣ ብዛዕባ ርእሱ ብልክዕ ይሕሰብ እምበር፣ ካብቲ ዝግብኦ ኣዕዚዙ ኸይሓስብሲ፣ ንነፍሲ ወከፍ ኣብ ማእከል ከም ዘሎ በቲ እተዋህበ ንጸጋ እብሎ ኣለኹ። ከምቲ ኣብ ሓደ ስጋ ብዙሕ ኣካላት ዘሎና እሞ ብዘሎ ኣካላት ከኣ ተጓሩ ሓደ ዘይኰነ፣ ንሕና ብዙሓት ከኣ ከምኡ ብክርስቶስ ሓደ ስጋ ኢና፣ በብሓደግና ነንሓድሕድና ኣካላት ኢና። ከምቲ እተዋህበና ጸጋ በበይኑ ዝኾነ ወገን ጸጋ ካብ ዝህልወናስ፣ ትንቢት እንተ ኾይኑ ብልክዕ እምነትና ይኹን፣ ኣገልግሎት እንተ ኾይኑ ብኣገልግሎትና ንጽናዕ፣ ዚምህር እንተ ኾይኑ ብምምሃሩ ይጽናዕ፣ መዓዲ እንተ ኾይኑ ብምምዓዱ፣ ዚህብ ተገሪሁ ይሃብ፣ መራሒ እንተ ኾይኑ ብትግሃት ይምራሕ፣ እቲ ዚድንግጽውን ብሓጐስ ይድንግጽ። እግዚኣብሔር ኣምላክ ይመስገን ስለዚ ዝተፈላለየ ሓንቲ ኣቤል ዘወከልኩ ናህናስ ጸጋ ኣሎ እቲ ዝንበይ እቲ ዝህብ እቲ ዝምዕድ እቲ ዝመርሕ እንታይ እዩ ዝብሎ ዘሎ ኣብ መጨረሻ እዚ ኩሉ ሲ በብቲ ዘለዎ ኣገልግሎት ሲ ይጽናዕ እግዚኣብሔር በቲ ዝሃበና ኣገልግሎት ሲ ብኡ ንጽናዕ ስለዚ ኩላትና ሲ ኣካላት ኢና ንመን እዩ ትኩሉ ድማ ንሃብ እግዚኣብሔር እዩ ስለዚ ሓደ በይኑሲ ከገልግል ኣይክእልን እዩ ኩላትና ኢና እግዚኣብሔር ኣምላክ ነገልግል ስለዚ ንቤት ኣምላክ ኩላትና በብቲ ዘለና ጸጋሲ ክነገልግልሲ ጎይታ ይደልየና ማለት እዩ ድሕር ኣብ ዘፍጥረት ኣብ ዘጸኣት ድሕር ሪኢኩሞሲ እግዚኣብሔርሲ ንሙሴስ እንታይ ኢልዎሲ ናብ ከረን ምስ ደየቦሲ ከመይ ገይሩ እታ ቤት መቅደስ ከምትስራዕሲ ኣርእይዎ ከይዱ ድማ ኣብ ታሕቲ ክሰርሓ ከሎ ንሪኦ ሕጂ ሙሴቬኒ እታ ቤት መቅደሲ ኣይሰርሓን ድሕር ሪኦክሞስ በብዓይነቱ ሰብ እዩ ነይሩ ናይ መንግስቲ ኣምላክ ስራሕ ክሰርሕ ገሊኦም ማዕጾ ገሊኦም መንደቅ ገሊኦም መጋረጃ ገሊኦም ከኣ ጥበብ ዝተመልኦም ናይ ዲኮሬሽን ናይ ቅርጽታት ህያብ ዝነበሮም ነይሮም ስለዚ ኩሎም በብቲ ህያቦምሲ ነታ ቤት መቅደስ ሰሪሖማ ማለት እዩ ሕጂ ድማ ኣሕዋተይ እዛ ቤት ኣምላክ ሃብታም እያ። እግዚኣብሔር ብዙሕ ንቤት ማሕበሩ ሂቡ እዩ ጓሶት ወንጌላውያን ነብያት ሃዋርያ ሂቡ እዩ እግዚኣብሔር ኣምላክ ተመስገን ስለዚ ኣብዚ ሕጂ ዝረኣናዮ ከኣ እተፈላለየ ህያባት ኣሎ እዚ ድማ ንቤት ኣምላክ ዝተዋህቦ እዩ ስለዚ ኩላትና በብቲ ጸጋና ክነገልግልሲ ይደልየና ጎይታ ማለት እዩ ስለዚ ገሌን ከማን እንታይ ይብል ኣብ ቃል ኣምላክ ብዙሕ ኣልስቲ ድማ ብገንዘበን ንጎይታስ የገልግልኦ ይብል ብገንዘበካ ብገንዘብካ እካ ተገልጊለ ሰነድ ዝሰርሕ ንወንጌልሲ ገንዘብ ስለ ዘድሊ ብገንዘብካ ትሕግዝ ማለት እዩ ብገንዘብሲ ተገልግል ማለት እዩ ብጸሎት ተገልግል ብዝተፈላለየ ብመዝሙር ተገልግል ብድያቆን ተገልግል ዘይረኣየ ኣገልግሎት እውን ኣሎ ስለዚ ኣብ ቤት ኣምላኽሲ ብዙሕ ሰፊሕ ኣገልግሎት እዩ ኣብዛ መድረኽ ጥራይ ኣይኮነትን ክበዝብሎ ስለዚ ኣገልግሎት ብዙሕ ኣገልግሎት ዝተፈላለየ ኩሉ ንጎይታ እዩ ስለዚ እንታይ ከምታዓዘዘና እቲ እግዚኣብሔር ዝሃበና ህያብ እቲ ዝሃበና እግዚኣብሔር ማቅሊት ነሽርፍ እግዚኣብሔር ይርዳኣና እግዚኣብሔር ይደግፈና። ስለዚ እንታይ እያ ትደሊ? ኣብ መጨረሻ ተዓዘብቲስ ኣይንኹን። ተዓዛባይ ኩሉ ግዜ ኣየገልግልን እዩ። ከምዚኣ ኮይና ከምዚኣ ኮይና እዩ። ግን ዘገልግል ግን ክጋገ ይኽእል እዩ። ኖርማል እዩ። ግን ተጋግዩ ካልእ ካብኣ ንላዕሊ ከኣ ይሰርሕ እዩ እግዚኣብሔር። ስለዚ እንታይ እያ ትብለና? ኩላትናስ ቤትናን ናይ ኣቦና እዩ ማለት እዩ። ንሓደ ዘይኮነሲ ንሓደ ዝምልከት ዘይኮነስ እዛ ቤት ኣምላኽ ንኹላህና ሓደ እያ ስለዚ ናይ ኣቦና ማለት እዩ ስለዚ ፎኩስ ኢልና ነገልግል ክብል ኢለ እግዚኣብሔር ኣምላኽ ተመስገን ይኹን ኣብቲ መጨረሻ እቲ እግዚኣብሔር ንዓቢ ዝሃበና እቲ ንቤተክርስትያን እቲ ቀዳማይ ተልእኾ ድማ እቲ ወንጌል እዩ እግዚኣብሔር ኣምላኽ ተመስገን ይኹን ስለዚ ነዚ ተልእኾ እንታይ ጎይታ ኢየሱስ ክርስቶስ ኢሉና ኪዱ ኪዱ ኢሉና ንዘሎ ዓለም ድማ እንታይ ግበሩ ወንጌል ስበኹ ብስም ኣብን ወልድን እና መንፈስ ቅዱስን እናጥመኩም ድማ እንታይ ግበሩ ደቂ መዛሙርቲ ግበሩ ይብለና ማለት እዩ ስለዚ ኪዱ ይብለና ሓደ ሃዳናይ ሲ እታ ሜዳቆ ወይ ድማ እታ እወ ክትመፅኦ ሲ ኣይፅበይ እዩ እንታይ እዩ ዝገብር ንሱ እዩ ዝኸይድ ንሕና ድማ ምን ክንሃድን ምት ንካልኦት ክንገፍፍ ገፈፍቲ ዓሳ ንገርና እግዚኣብሔር ኣምላክ ተመስገናዮ ክንሃድንስ ክንከይድ ኣለና ማለት እዩ ስለዚ ኪዱ ይብለና እሞ ከምዚ ኣልና ተማሚቕና ዘይኮነሲ እቲ ተልእኾ ዕዳ ኣለኒ። ሃዋርያ ጳውሎስ ነዚ ተረዲእዎ ናይ ወንጌል እንታይ ኣለኒ ወንጌል ተዘይሰበኩስ እንታይ ኢሉ ወይለይ። ስለዚ ብዙሓት ሰባትሲ ነቲ ሰናይ መን እዩ ዘርእየና ዝብሉ ኣለዉ። ብዙሓት ሰባት ኣብ ገዝኦም ተዓቢጦም ብብዙሕ ነገር ዝጭነቑን ዝሓሙን ኣለዉ ኣሕዋተይ። ስለዚሲ እቲ ስራሕሲ ብዙሕ እዩ ክብሎ ብሕጂ ሕጂ ድማ ኤርትራውያንሲ ብዙሓት መጺኦም ኣለው ማለት እግዝኣብሄርሲ ስራሕ ብዙሕ ኣለና ክብለኩም ኢለ እዩ ስለዚሲ እታ ዝሃበና እግዝኣብሄር ጸጋ ሰብ እንዳሞተ ሰብ እንዳጠፍእሲ ስቅ ክንብልሲ ወንጌል እዩ ወንጀል እዩ ወንጌል ዘይኮነስ ወንጀል ስለዚሲ ኣምላክሲ ይሓተና እዩ ማለት ምክንያቱ እንታይ እዩ ዝብለና ደሞምሲ ንዓናሲ ክሓተና እዩ ማለት እዩ። ስለዚ ወንጌል ክንሰብኽ ጎይታ ይደልየና ማለት እዩ። ወንጌል ክንነግር ክንምስክር ነቲ ዝጠዓምናዮ ነቲ ዝቐመስናዮ እዚ ነቶም ካልኦት ድማ ክንነግር እግዚኣብሔር ኣምላኽ ተመስገነ ይኹን። ኣብ ምሳሌ ዕስራን ኣርባዕተን እሞ ርኤልና እንተዘይሰበኽና እንተዘይነገርናስ እንታይ ኮንስኬንስ ኣለዎ? ምሳሌ ዕስራን ኣርባዕተን ዓሰርተ ሓደ ዓሰርተ ክልተ ስብሓት ሓወይ እስኪ ንበል።

እንሆ እዝስ ኣይፈለጥናን እንተ በልካ፣ እቲ ልቢ ዚመዝንዶ ኣየስተብህልን እዩ? እቲ ንነፍስኻ ዚጥንቀቐላስ ኣይፈልጦን ድዩ? ንሱ ኸኣ ንነፍሲ ወከፍ ከከም ግብሩ ኪፈልጦ እዩ።
ምስ እግዚኣብሔር ኣምላኽ ስለዚ ኣይፈለጥኩን ክትብልሲ እተማኽንየሉ ምኽንያትሲ የብልካን ማለት እዩ። ስለዚ ክንነግር ኣለና እቲ ምዝራእ ናህና የሕዋተይ እቲ ምቋን ናይ ጎይታ እዩ። እቲ ዝግብኣና ንሕና ክንዘርእ መኣስ እዩ ይበቁል ድሕሪ ዓመት ድዩ ድሕሪ ዓሰርተ ዓመት እዚ ናይ ጎይታ ስራሕ እዩ ንሕና ግን ናይ ግድን ወንጌል ክንዛረብ ይግብኣና ማለት እዩ ስለዚ ጎይታ ድማ ደሞም ካብኦም ስለ ዝደልየና ክንምስክር ኣለና ዝሓለፈ ደገገ ከና ኣለና ማለት እዩ ሓደ ካብ ቻይና መጺሱ ምስክር ዘመስከረና እዩ ኣብቲ ናይ ኣገልገልቲ ዝነበረሉ ግዜ ማለት ፓስተር መስሓትን ነይሮም ናይቶም ኩሎም ቤተሰብ ሽሙ ይፅሕፍ መን መን ትክድሕኑ ምእንቲ ናብ ጎይታ ክመጹ ይነብዕ ይበኪ ሕጂ ኣብ ቻይና ወንጌል ክትሰብኽ ከቢድ እዩ ንህይወትካ ክማንስ ኣስጋኢ እዩ ሕጂ ሓደ ካብቶም ወንጌል ዝተረድኡ ሲ እንታይ ገይሩ ሲ ኣቡኡ ካብቶም ኮረኔላት ሓላፊ ስለ ዝነበረ ነቡኡ ንምምስካር ሲ ፈርዩ ይጽሊ ነይሩ ኣብ መጨረሻ ግን እንታይ ገይሩ ደብዳቤ ጽሒፉ ብዛዕባ ጎይታ ናብ ጐይታ ክመጽእ ኢሉ ብዛዕባ ጐይታ እንተ ተቐቢሉ ናይ ዘለኣለም ህይወት ከም ዘለዎ ጽሒፉ ኣብ ታሕቶስ ኣየትይዎ። ደሓር ኣቦኡ ርእይዋ ደሓር ናብቲ ወዱ ከይዱ ክርስትያን ኮንካ ዲኻ መንፈሳዊ ኮንካ ዲኻ ኢልዎ እቲ ወዲ ከኣ እንዳንቀጥቀጠ እግዋ ኮይነ ኢልዎ ደሓር እንታይ ኮንካ ዳኣ ጽባሕ እዚ ዘይነገርካኒ ኢልዎ ኣነስ ይፈለየካ ንስኻሲ ንስኻ መንግስተ ሰማይ ትትኣቱ ኣነ ግን ገሃነም ክኣቱሲ ስቕ ምባልካስ ጽቡቕ ድዩ ኢልዎ ስለዚ ኣሕዋተይ እንታይ ኢና ስቕ ተይልናሲ መዓስ ከም ዝመጽእ ጎይታስ ኣይንፈልጦን ኢና ስለዚሲ ንሕና ነቲ ጥዑም ነገር ነቲ ሰናይ ነገር ሒዝናሲ ስቅ ክንብልሲ ወንጀል እዩ ስቅ ክንብልሲ የብልናን ዋላ ይጽረፉና ዋላ ዝኾኑ ይበሉና ናይ ግድን ዋጋ የኽፍለካ ድዩ ግን ዓስቢ ስለ ዘለዎ እግዚኣብሔር ድማ ክረድኣና የሕዋተይ ስለዚሲ ንዛረብ ንንገር ስለዚ ስቕ ኣይንበል ክብለኩም ኢለ ስለዚ ኣብ ዝያድና ኣብ ትምህርትና ድዩ ኣብ ስራሕና ድዩ ኣብ ተፈላለየ ቦታ ሲ ክንዛረብ ኣለና ብዛዕባ እዚ ዘይተዛረብና እሞ ብዛዕባ ምንታይ ኢና ክንዛረብ ኢና ኣሕዋተይ ስለዚ እቲ ኣውራ ቴማና ሲ የሱስ ክኾን ኣለዎ ሓደ ሰብ ሲ ሓሙሽተ ዓመትካ ከምኣ የሱስ ምስ በልካ እዩ ድዩ ገና ዋላ መዋእል ዘመን ህይወተይ የሱሰይ ክብል ካልእ ቴማ ይብልካን እዩ ኢሉኒ ካብ ዝዓቢ ቴማ እዩ ኢላ ካብ ዝክቡር ብዛዕባ ፍልስፍናስ ገለ ተዛረብ እዚ ንዓይ ፍልስፍና እዩ ነይሩ ስለዚ ኣሕዋተይ ካብዚ ዝዓቢሲ የብልናን ክብለኩም እየ ነይረ ስለዚ እግዚኣብሔር ይመስገን ሕጂ ድማ ናተይ ንህዝብና ክንበጽሖ ናተይን ናትኩምን ዕዳ ማለት እዩ እግዚኣብሔር ኣምላክ ተመስገን ስለዚ ጎይታ ክልተ ዕዳ ይህብና ዘሎ ሓንቲ ናይ ፍቅሪ ዕዳ ሓንቲ ድማ እንታይ እያ ናይ ስለዚ ወንጌል እንተ ዘይሰበኹ ወይለይ እንታይ እዩ ዝብል? እተን ብስራት ዘበስራ ኣጋብስ እንታይ ዘይኾና እዩ ዝብለን? ብፅኣን እዩ እያ። ስለዚ እግዚኣብሔር ኣምላኽ ነዚ ምንጋርሲ ብፁዕ ክትበሃልሲ ሰናይ እዩ። ስለዚ ኣሕዋተይ እቲ ናብቲ መጨረሻ ክኸይድ ንእግዚኣብሔር ምግልጋል ብሩኽ ኢኻ ትኾን ትሕጎስ ብዙሕ ነገር ድማ ብዙሕ ነገር ከኣ ትደልዮ ነገር ድማ ይኾነልካ ማለት እዩ ካብ እግዚኣብሔርሲ ብዙሕ ነገር ትረክብ ማለት እዩ እግዚኣብሔር ኣምላኽ ተመስገነ ይኹን ስለዚ ንእግዚኣብሔር ንኽነገልግል እንታይ ንኹን ክብለኩም ኢለ ባህ ይበለና ኣብ መጨረሽታ ድማ እግዚኣብሔር ድማ ዓስቢ ክበና እዩ ኣኽሊል ክብሪ ኣኽሊል ጽድቂ ኣኽሊል ህይወት ኣኽሊል ጸጋ ኣኽሊል ዝተፈላለየ ክህበና እግዚኣብሔር ኣምላኽ ተመስገን ስለዚ ነቲ ነገልግሎ ኣገልግሎት እግዚኣብሄር ይደግፈና እንታይ ይብለና ኣብ መጨረሻ ቀዳማይ ቆረንጦስ ዓሰርተ ሓሙሽተ ድሕር ሪኢኹሞ እንታይ ይብለና ሲ ስለዚ ፍቁራተይ ኣሕዋተይ ጻዕርኹም ብጎይታ ከንቱ ከም ዘይኮነ ፈሊጥኩም ብዕዮ ጎይታ ጽኑዓት ዘይትነቓነቑ ኩሉ ግዜ ኩኑ ስለዚ እንታይ ክሎኹም ጽኑዓት ኩኑ ኣይትነቓነቑ ዘነቓንቕ ኣሎ ክመጽእ ናይ ግድን እዩ ግን እንታይ ኢና ደው ንበል። እቲ ኣብቲ እግዚኣብሄር ተኺልና ዘሎ ኣብቲ እግዚኣብሄር ጸጋ ሂብና ዘሎሲ ኣብኡ ደው ንበል ስለዚሲ እቲ ነገልግሎሲ እንታይ ኣለዎ ዓስቢ ኣለዎ እቲ ነገልግሎ ነገርሲ ደሞዝ ኣለዎ እቲ ነገር እቲ ነገልግሎ ደሓርሲ ኣብ ቅድሚ እግዚኣብሄርሲ ኣይንዓፍርን ኢና ጽባሕ ክነብር ከለና እዚ ወደይ ኣገናዕ ኣጆኻ ኢሉ ሽልማት ክበልና እዩ ማለት እዩ ስለዚ ልክዕ ከምዞም ጎየይቲሲ ክጎዩ ከለውሲ ንድሕሪት ኣይጥሙትን እዮም ብዙሕ ነገር ዝስሕብ ኣሎ ኣሕዋተይ ብዙሕ ነገር ኣሎ ዘዝሕበካ ግን ንዕኡ ኣይትጠምት ሲኢንካ ናብቲ ዓስቢ ዓወት ናብኡ ጠምት ነቲ ጀማሪን ለምላሚ ዝኾነ መምህርነትና ንጎይታ የሱስ ክርስቶስ ንርኣዮ መለክትና ጎይታ የሕዋተይ ስለዚ እግዚኣብሔር ይርዳኣና እግዚኣብሔር ይደግፈና ስለዚ ንጎይታ ንክነገልግል እግዚኣብሔር ጸጉኡን ረድኤቱን ሓገዙን ደገፉን የብዝሓልና ንብሎ እኮ ንምካሓሎ ነገር የለን ኩሉ ብጸጉ እዩ በቲ ዘኽእለኒ ኹሉ ይኹኖ ኢሉ ሃዋርያ ጳውሎስ ግድ ግን ናትና ግደ ድማ ንበገስ ንበገስ ከለና እግዚኣብሔር ጸጋ የብዝሐልና ሓንቲ ስጉምቲ ክንከይድ ከለና እግዚኣብሔር ድማ ብዙሕ ስጉምቲ ይኸይድ ማለት እዩ ስለዚ እቲ ወንጌልሲ እንታይ እዩ ዝብል ንመላእኽቲ ከማን ኣይተዋሃበን እዩ መላእኽቲሲ ሃረር ይብዎ ይደልይዎ እኳ እዩ እዚ ወንጌል ምስባክ ብጣዕሚ እዮም ዝደልይዎ ግን ንመን ተዋሂብዎ ንዓና ይተወና ኣሕዋተይ ስለዚ ካባና ሓሊፉ ህዝብና መን ኢሞ ክበጽሖ ካባና ሓሊፉ ንቤተሰብና መን ኢሞ ክበጽሖ ካባና ሓሊፉ ሲ ንዓለም ዝበጽሓ ሲ የለን ኣብ እቲ እቲ ሃብታም ሰብኣይ ሲ እንታይ ኢሉ የሕዋተይ ሲ ሰለስተ ኣለዉ ኣብ ክሰ ምስ ኮነ ኣልኣዛር ከኣ ኣብቲ መንግስተ ሰማያት ምስ ኮኑ ሲ በጃኻ በል ኣብቲ ኣነ ዘለኹዎ ንኸይመጹ ሲ ሓደ ሓደ መልኣኽ ወይ ሓደ ሰብ ስደደልኩም ሲ ኢልዎ ኣብኡ ኣለዉ ወንጌላውያን፣ ኣብኡ ኣለዉ ኣገልገልቲ፣ ንዕኦም እንተ ሰሚዖም ክድሕኑ እዮም፣ እንተ ዘይሰምዑ ግን ኣብ ዝኰጹ እዮም። ስለዚ ኣሕዋተይ፣ ናይዚ ህዝበ ዘመን ወንጌላውያን ኣገልገልቲ ንሕና ኢና፣ ካባና ንላዕሊሲ ነዚ ህዝቢ ዝበጽሖ የለን። ስለዚ ኵላና ኣሕዋተይ ንተዓጠቕ፣ ንተስእ፣ እግዚኣብሄር ድማ ከቕንዓልና እዩ፣ ንኣምላኽ ሰማይ ከቕንዓልና እዩ፣ ጥራይ ንሕናስ ንተስእ፣ ንሕና ጥራይሲ ንበገስ ኣሕዋተይ፣ እግዚኣብሄር ከ ድማ ዝልክፍ ኣሎ። እግዚኣብሔር ድማ ሓይሊ ዝህብ ኣሎ ሓይሊ ከይት ሓይሊ ከይተቀበልኩም ኣይትውጹ ኢልና ሓይሊ ዘዕጥቅ ኣለና ኣሜን። ቃሉ ዝመልእ ኣሎ ምስትውዓል ዝህበና ኣሎ ጥበብ ዝህበና ኣሎ ከመይ ኢልና ከም ንምስክረሎም መንፈስ ቅዱስ ባዕሉ ክመርሓና እዩ መንፈስ ቅዱስ ብዕሉ ከታባብዓና እዩ ኣሜን። ሓንሳእ ሓንሳእ እታ ዘላትና እግዚኣብሔር ጸጋ ኣብዚሑ ኣቃሚሙ ሲ እግዚኣብሔር ሲ ከም ዝርትዑ ይገብር ስለዚ ንሰብ ዝረትዖ ድማ ኣሕዋተይ ቃል ኣምላኽ እዩ ንዓና ዘረትዓና ቃል ኣምላኽ እዩ ጴጥሮስ ክሰብክ ከሎ ሪኢኹሞ ኢኹም እንታይ እዩ ልቦም ተውግኡ እዩ ዝብለካ እቲ ቃል እዩ ዝወግእ ኣሕዋተይ እቲ ቃል ሲ የስልጥ እዩ እቲ ቃል ሲ ይበልዕ እዩ ስለዚ እቲ ቃል ክንዛረብ ከለና ንሱ እዩ ዝረትዖም ኣሕዋተይ ስለዚ ሒዝናዮ ዘለና ሓላፍነት ተዋሂብና ዘሎ ረዚንን ከቢድን እዩ እሞ ክቡርን እዩ እሞ ንዕኡ ንዛረብ ኣሕዋተይ ካብ ምዝራብ ኣዲ ኣይንውዓል ኣይንሕፈር ወይ እንድሕር ሓፊርና ድማ ጎይታ ኣብ ሰማይ ድማ ምስ መላእክቱ እሰይ ከበርህም ስለዚ ዓይነት ኣሕዋት እዮም ን ጴንጠ ካብዚ እዚ ተዋሂብና ዘሎ ሽምሲ ክቡር እዩ ስለዚ ጴንጠ ከይኩን ከምዚ ከይኩን ሲ እዚ ካብ ክሳይና ናብ ክሳይና ጥራይ እግዚኣብሔር ምስትውዓል ይሃበና እግዚኣብሔር ጥበብ ይበልና ከመይ ጌርና ከም ንኣትዎ ከመይ ጌርና ትማሊ ሲ እግዚኣብሔር ይመስገን ኣብ ፓስተር ፈልጣይ ኣብዚ ከይድዋ ነይሩ ኣዲኣ ሞይታታ ዝንሩምበር ግሲ

ክበል ኣፍደገ ክኸፍተልናሲ ንጸሊ እግዚኣብሔር ድማ ኣይሕፍረናን እዩ እግዚኣብሔር ትብዓትና ይኹን ማለት እዩ ስለዚ ኣጆኹም ንተስእ ኣጆና ጎይታ ይባርኩም እስኪ ንጸሊ ጎይታ ይባርኩም ስለዚ